መኣዛ ብጣዕሚ እያ ተሕዝነካ ንደቀ ኢላ ብሓቂ ኣብ ስደት ካርተት ኢላ ኩልና ንፈልጣ ኢና ማለት እዩ ኣብ ስደት ዕስራ ዓመት ልኣክል እያ ፀኒሓ እዚ እንታይ እዩ ንርኣ ክትልውጥ ህይወታ ክትመሓይሽ ኢለ እያ ተሰዲታ እምበይ ማንም ሰብ ካብ ዓዱ ክወፅእ ከሎ ሰላም ሰላም ናይ ሸዊት ዩቱብ ተኸታተልቲ ዝኾንኩም ከመይ ኣለኹም ሰላም ዲኹም ኣነ ሰላም እየ እግዚኣብሔር ይመስገን ንስኻትኩም ለ ኣብ ዘለኹምዎ ሰላምኩም ብዝሕ ተርፍ ይበለለይ እናበልኩ ለማዓንቲ ከዓ ናይ ብሓድሽ ቪድዮ መፅየኩም ኣለኹ ማለት እዩ ለማዓንቲ ዝመፀኹሉ ቪድዮ ክምቱ ኣብ መእተዊ ዝረእኹምዎ ብዛዕባ ኣዶ ሰላም መኣዛ እና ብዛዕባ ሰላም እዩ መፅኩም ዘለኹ ማለት እዩ ብቀዳማይ ርኢኹም ወኢኹም ያው ሰብኣይ ኣትን ሰብኣይ ሰብኣይ በዓል ሓደር ኮይኑ እትወስዳ ምናምን ምናምን እንዳበለት እንዳተፃርፈት ነይራ ሰላም ያው ሽዒቱ ስምዒታዊት ኮይና ክትኮን ትኽእል እያ። ያው ሰብ ከዓ ተቐቢሉ ያው ንምንታይ ሕማቕ ከምዚ እሲ ጽቡቕ ኣይኮነይ ትገብሩ ዘለለኸ እሲ ጽቡቕ ኣይኮነይ ክንድማል ንጸርፊ ብጸርፊ ንመርገም ብመርገም ክትምልስ የብልካይ ስለምንታይ ቤት ሰብኣይ ንሕና ፅባሕ ንግሆ ንሕና ኣዋልድ ኢና ኣዶ ክንኮን ኢና ፅባሕ ንግሆ ማለት እዩ እና ብጣዕሚ እያ ተናዲዳ ማለት ንምንታይ ኣዳ ብኣዳ ስለ ዝመፀት ታዛ ቆልዓ ይመስለኒ ማለት እዩ ኣነ ብዙሕ ኣብ ፌስቡክ ምናምን ብዙሕ ኣይኮንኩ ኣይረእኹዎ ነይረ ፀርፊ ማለት እዩ ግን ብጣዕሚ እዩ ዘሕዝነካ ሓደ ሰላም ንባዕላ እውን ያው ማለሲ እሳ ተፃሪፋታ ሕጂ ደኣ ሰላም ብምንታይ እያ ትሕሽ ዘላ ብምንታይ እያ ትፈልጥ ዘላ ንፀርፊ ብፀርፊ ትምልሶ ተኮይንካ እዚ ክልቴኻ ሓደ እምበር እቲ ሓደ እንትን እቲ ሓደ ከዓ ክውር ወይ ከዓ ዓብዪ ክበሃል ኣይከኣልን ማለት እዩ ንምንታይ ኢና ግን ንጻረፍ ቤተሰብ? ኣብ ጸርፍስ እንታይ እዩ መፍትሒ እኒኦ? ጸርፊ እኮ ናይ ዲያብሎስ ምዃንስ ንፈልጥ ዶ? በተለይ ክርስትያን ኮይንና ብጣዕሚ ዘሕዝን ሰላም ብርግጽ ተሰሚዕዋ ክኾን ይኽእል እዩ ይስማዕ እዩ እውን ማለት እዩ ማንም ማንም ንባዕልኻ ትኾይኑ እኳ ይሕሽ እምበር ብወለድኻ ክመፀካ ሰብ ብጣዕሚ እዩ ዘሕዝን ማለት እዩ ብጣዕሚ ዘሕዝነካ ብጣዕሚ ይስምዐካ ማለት ለየስማዕ ኮይነ ይኮነ ግን ከዓነይ ናፍቱ ንሳተን ዝበላኦስ ተመሊስካ ንስኻ ወረይድካ ከትግነ ግን ፅቡቅ ኣይኮነይ መጀመርያ ሰላም ሓፍተይ ክብላ ዝደሊ ማለት እዩ ኣነ ከምዚ ዓይነት ያው ክሰርሕ ርእየ ይፈልጥ እኒያ እስካብ ዝቐረባ ግዜ ብጣዕሚ ሰብ ብሰብ ትፍተ ብሰብ ትመስገን ብሰብ በቃ ማለት ሲ ሰብ ኩሉ ኢሉ ፈትዋ ለብለ ነይሩ ሕጂ ተጸሊኣ ምናምን ኣይኮንኩን ግን ከዓነ ከምዚ ጸርፊ ምናምን ሲ ኣይትሰርሒ ነይራ ኣይትርከቢ ነይራ ማለት እዩ ሕጂ ግን ብጣዕሚ እዩ ዘጽልአካ ቃላት ካብ ልሳና እ፣ ንሰምዕ ኣለናና ደስ ኣይብል እዩ ናብ ከምዚያታት ዓይነት እ፣ ስራሕ ተዘይትወርዲ እ፣ ጽቡቕ ይብል ማለት እዩ ኣነ ጸርፍታትሲ ብጣዕሚ ኢለ ፍርሐካ ብጣዕሚ በቃ ማለት ደስ ኣይብልይ ክትጥረፍና ያው ክትከበር ትገብርያ ኣድኺ ባዕልኺ ኢኺ መጀመርያ ከምዚ ዓይነት እዚ ትዛረብ ነርኺ ከምዚ ኣይም ተፀርፈት ነራ መኣዛ እውን ማለት እዩ እና ዝኩሉ ብናይ ባዕልኺ ጥፍኣት እዩ ኣብዚ ኣብዚ በፂሑን እዮ ማለት እዩ ሕጂ እስኺ ከም ምኽሪ ኢልኪ ኣምጽዮዮ ከም ምኽሪ ኣምጽዮዮ ኢልኪ ክትኮኒ ትኽእሊ ኢኺ። ምኽሪ እሞ ብጸርፊ ድዩ? ንሓደ ሰብ ብዙሕ እኮ ያው ካብ ህይወተን ተመክሮ ንሰባት ከካፍላ ትርኢ ኢኻ። ብኸመይ እየን ዘካፍላኦ ግን ብጸርፊ ኣይኮነይ ዝካፈል። ከምዚ ስለምንታይ ንምንታይ ኽን ሰብ ኣይዳማት ክንትወስዳ ንምንታይ ኽን ሰብ ሓዳር ትወስዳ ኢልካ ምምካር እኮ ይከኣል እዩ። እንዲህ እናጸረፍካ እንዳተራገምካ ምኽሪ ግን የለን ማለት እዩ ኣነሲ መኺረ እየ ክትብሊ ኣይትኽእልን ሰላም እዚ ማለት እዩ ተጋጊኺ ብጣዕሚ ዓብዪ ተጋጊኺ ማለት እዩ ብርግፅ በዚ ሀዚ ዝተፃረፈት ወይ ከዓ ዝተዛረበት ቆልዓ ደግፈየ ይኾንኪ ማለት ዓድኻ ኣደ ትኾነሲ ያው በቃ እታ ዝወለደት እታ ዘዕበየት ንሳ እዩ ዝርዳኣ ኣደነት ክንደይ ናይ መስዋእቲ ትኸፍል ንደቃ ሓንቲ ኣደ ከዓኒ ፈትያ ከም ዘይትፋታሕ እዚ ማንም ማንም ሰብ ዝጠፍኦ ኣይኮነን እና ብጣዕሚ እዩ ዘሕዝን ብሰንኪ ሓደ ሓደ ከምዚ ወለዲ ክፅረፋ ከለዋ ብጣዕሚ እዩ ዘናድድ እና ከምዚ ዓይነት ስራሕ በቃ ዋላሲ ሰብ ናይ ሶሻል ሚዲያ ኮይንካ መቸም ሰብ ብዙሕ ክብለካ ይኽእል እዩ ለይ ምምላስ በቃ ማለት ኩሉ ክፃወር ኢልካ እንዲኻ ዳኣ ትኣቱ ኣለኻ ናብ ሚዲያ ሰላም ትብለለ ኣነ ኣብ ጊዜይ ከቢረሉ ኮሪዐሉ ዝሐፍር ነገር ሳይኮነ ሕጂ እውን ዝተወሰደኦ ሰብኣየሲ ኣነ ኣብቲ ሰዓተይ ከቢረሉ እየ ከማኸን እንትን ኣይኮንኩን ኣነ ዝሮ ዝሮ ሕማቅ ቃላት ኣነ ክናገር ኣይደሊ ቤተሰብ ማለት እዩ ናብ ከምዛታት ናብ ሕማቕ ነገራት ቃላት ጸርፊ ምናምን ክናገር ኣይደሊ ዝሮ ዝሮ ግን ያው ሕዚ ዋላሲ ተኸደኣ ንምንመ ይመስለኒ ዋላ ሓደ ቆልዓ ሒዘ ተትረፍኩ ምን ማለት ኣይኮነ ናይ እግዚኣብሄር እዩ ዝሮ ዝሮ ኩሉ ሰብ ዝበሎ ይኮነ ቤተሰብ እግዚኣብሄር ከም ተግባርና ከም ቃላትና ኣይኸደነ እግዚኣብሄር መሓርን ይቅር በሃልን እዩ ከምቲ ናትና ስራሕ ኣይኸድ እዩ ከምቲ ንኣና ስራሕ ተዝኸደና ማስካ ሕዚ ሓንቲ ሰከንድ እውን ኣይምፀናሕናይ ነርና ማለት እዩ። ብጣዕሚ እዩ ዘናደካ ቤተሰብ ማለት እዩ እና ሰላም ሓፍተይ ክብላ ዝደሊ ከምዚ ዓይነት ማለት ስምዒትኪ ወይ ከዓ ናይ ተጎዳእኽዮ ይርድአኒ እዩ ማንም ሓደ መጻምድትኻ ናተይ ኢልካ ዝሓዝካዮ ኣብ መንጎኡ ካብቲ ዘለዎ ሂወት ወፂኡ ካሊእ ክጅምር ከሎ ብጣዕሚ እዩ ዘናድድ ዘየናድድ ኣይኮነይ ማለት እስኻ ንኡ ኣሚንካ እንዳተፀብኻዮ እስኻ ኣለኒ ኢልካ ሒዝካ ዕድመኻ ንእስነትካ ወዲእኻ ኣሎ ናብ ካሊእ ጓል ከኸይድ ከሎ ብጣዕሚ ዘናደካ ዘየናድድ ኣይኮነይ ብጣዕሚ ብጣዕሚ እውን ይሐርቕ ማለት እዩ። ቴዲ ከምዚ ዓይነት ተግባር ፈፂሙ እንተኮይኑ ድማ ያው እግዚኣብሔር ልቦና ይሃቦ። ምንም ክትብሎ ኣይትኽእልን። ሰብ ሓደ ሰብ እውን ንቴዲሲ ጎቲተን ወይ ከዓ ምናምን ኣይኮነ ሓንቲ ጓል ጎቲታይ ትወስደን እያ ኣነ ፈትየኪ እየ ወይ ኣፍቂረኪ እየ ምናምን ኢሉ ምልእልእ ተቢልዋ በቃ ሓቂ መሲልዋ እሺ ክትብል ትኽእል እያ ንምንታይ ሰበይቲ በዓል ሓዳር እንዲኻ ገለ ክትብሎ ትኽእል እያ እውን በቃ ኣነ ምስኣ ተፋቲሐ እየ ምስኣ ክኾነ ይደሊ ክብላ ይኽእል እዩ እና ሓደ ሰብ ኣእምሮ እኒኦዎ ክሓስብ ይኽእል እዩ ከመዛዘን ይኽእል እዩ ሓደ ሰብ ንዓ ፅደፍተ ኢልካ ክትፀድፍ ኣይትኽእልን ኢኻ ማለት እዩ እና ብጣዕሚ እዩ ዝሓዝን ብሰንኪ እዚያታት መኣዛ ክትፅረፍ ከላ ማራ እዩ ዘሕዝነካ ማለት እዩ እና ከምዚ ዓይነት ካልኣይ ግዜ እንተዘይትደግሚ ሰላመይ ከምቲ ናይ ቀደም ስራሕኺ እዩ ፅቡቅ ፅቡቅ ክትሰርሒ ተስፋ ይገበር ማለት እዩ ከምዚ ተፃሪፈን ወይ ከዓ ተዛሪበን ምናምን ኢልኪ መልሲ እውን ለይምምላስ ብስሩ ማለት እዩ እና ናይ ልማዓንቲ ቪድዮ ሕዘልኩም ዝመጽኹ ነዚያ ትመስል ነይራ ኣብ ቀጻሊ ቪድዮና ክሳብ ንራኸብ ድማ ሰሰናዩ ንዓኹም ባይ ባይ